ኣ ክነሓልፍ ኢና ኣብሪሂሞ ሎማዓንቲ ዘገልግለና እግዚኣብሔር ይመስገን ጎይታ ባርካ።
ሕራይ እግዚኣብሔር ዝተመስገነ ይኹን የሱስ ክርስቶስ ጎይታ እዩ ኣሜን ቅድሚ ናብ እቲ ተዳልየሉ ዘለኹ ቃል እግዚኣብሔር ቅድሚ ምሕላፈይ ብዛዕባ እዚ ሕጂ ክመርሑና ዝጸንሑ ደቅና ንኣምላኽ ከመስግን ይደሊ። እንቋዕ ሓጎሰኩም ወለዲ ክብል ይደሊ። ከምኡውን ከምዚ ገይሮም ኮስኪሶም ዘዕብዩ ዘለዉ መማህራን መሳቱ ከኣ እግዚኣብሔር ኣብዚሑ ይባርኽኩም ብሓቂ ንበረኸት ኮንኩምና ንብል ኣለና። ምክንያቱ ቅድሚ ሽዱሽተ ዓመት ክንመጽእ ከለናስ እዘን ሕጂ ዝምራ ዘለዋ ቆልዑስ ብጣዕሚ ንኣሽቱ እየን ነይረን። ብዕድመስ ኣብዚ መድረኽ ከምዚ ሕዚ ሕጂ ህጻናት ዘለዎ ከምየን ነይረን ግን እግዚኣብሔር እዚ ፍረ እዚ ስለ ዘርኣየና ነዚ ከየመስገንኩ ክሓልፍ ኣይደልን ሕራይ ቀጺልና እምበኣር ሎመዓንቲ እግዚኣብሔር ዝሃበና ቃል ሕጂ እውን ሶሪ ኣቐዲመ ነቶም ዲያቆናት ከምኡ ውን ኣሸር ካልእ ኣብ ካልእ ክፍለ ኣገልግሎታት ዘለኹም ነዛ ሕጂ ዘለናያ መድረኽ ማለት እዩ ሚድያ ብቕዕቲ ኮምፎርታብል ዝገበርኩማ ኣሕዋት ድማ እግዚኣብሄር ይባረኽኩም ክብለኩም ይደሊ ቀፂለ ናብ ቃል ኣምላኽ ክንሰግር ኢና እግዚኣብሔር ዝተመስገነ ይኹን ሎምዓንቲ እንመሃሮ ኣርእስቲ ንሱ ዝብለኩም ግበሩ ዝብል ቃል እዩ እቲ ኣርእስቲ ማለት እዩ እቲ ነንብቦ ክፍሊ ድማ ካብ ወንጌል ዮውሃንስ ካልኣይ ምዕራፍ ካብ ጥቕሲ ሓደ ክሳብ ዓሰርተ ሓደ ዘሎ እዩ ስለዚ ነቲ ምዕራፍ ነቲ ክፍሊ ከንብቦ እሞ ብድሕሪኡ ጸሊና ሕራይ ብስም ጎይታናን መድሓይናን የሱስ ክርስቶስ ከም ቡበኤ ኣብታ ሳልሰይቲ መዓልቲ ኸኣ ኣብ ቃና ናይ ገሊላ መርዓ ኾነ፣ ኣደ የሱስ እውን ኣብኡ ነበረት። የሱስ ምስ ደቀ መዛሙርቱ ድማ ናብቲ መርዓ ተዓደመ። ወይኒ ምስ ተወድአ ኣደ የሱስ፣ ወይኒ እምበር የብሎምን በለቶ። የሱስ ድማ፣ ኣቲ ሰበይቲ፣ ምሳኺኸ እንታይ ኣሎኒ? ግዜይ ገና ኣይበጽሐን በላ። ኣዲኡ ኸኣ ነቶም ተዓጠቕቲ፣ ንሱ ዝብለኩም ኩሉ ግበሩ በለቶም። ኣብኡ ኸኣ ስርዓት ምጽራይ ኣይሁድ ሽዱሽተ ኣጋንእ እምኒ ተተኺሉ ነበረ። እቲ ኣጋንእ ከክልተ ወይ ሰለስተ ዝንግሪር ዘግብእ ኢዩ። የሱስ ነዚ ኣጋንእ ኣጋንእ ማይ ምልእዎ በሎም። ኣፍ ንኣፍ ከኣ መልእዎ። ሽዑ ሕጂ ቅድሕዎ እሞ ነቦ ዳስ ውሰዱሉ በሎም። ንሳቶም ከኣ ወሰዱ። እቲ ኣቦ ዳስ ግና ነቲ ወይኒ እተለወጠ ማይ ምስ ጠዓሞ፣ ካበይ ምዃኑ ኣይፈለጠን። እቶም ማይ ዝመልኡ ተዓጠቕቲ ግና ይፈልጡ ነበሩ። እቲ ኣቦ ዳስ ነቲ መርዓዊ ጸዊዑ፣ ኵሉ ሰብ ቅድም ጽቡቕ ወይኒ፣ ምስ ሰኸሩ ኸኣ እቲ ሕምቕ ዝበለ ደኣ የቕርብ፣ ንስኻ ግና ነቲ ጽቡቕ ወይኒ ኽሳዕ ሕጂ ኣጽናሕካዮ በሎ። የሱስ ነዚ መጀመርታ ተኣምራቱ እዚ ኣብ ቃና ናይ ገሊላ ገበሮ፣ ክብረቱ ኸኣ ገለጸ ደቀ መዛሙርቱ እውን ብእኡ ኣመኑ። ንጸሊ። እስኪ ሕጂ ድማ። ንመንፈስና ንነፍስና ንስጋና ኣብ ቅድሚ እግዚኣብሔር ከነህድኦ ኢና እግዚኣብሔር ዝተመስገነ ይኹን ክንጸባበዮ ኢና እግዚኣብሔር ክዛረበና እግዚኣብሔር ክምዕደና እግዚኣብሔር ክግስጸና ኣምላኽ ዝተመስገነ ይኹን እግዚኣብሄር ይዛረብ እዩ ስቕ ከኣ ኣይብልን ኣመላኽ ዝተመስገነ ይኹን ስለዚ ሎማዓንቲ ድማ ኣብ ሂወትና ዝጠቕመና ምጽንናዕ ዘድልየና እንተኾይኑ ከጸናንዓና ደኺምና እንተለና ሓይሊ ክውስኸልና ተሪፍና እንተለና ከባራት ዓና ምናልባት እውን ብትኽክል ነቲ ናይ የሱስ ክርስቶስ መንነት፣ የሱስ መን ምዃኑ ብዘይ ምፍላጥ እውን ንመላለስ ሰባት ክንህሉ ስለ ንኽእል፣ ስለዚ እግዚኣብሄር ሎሞዓንቲ ንኹልና ክዛረበና እዩ። ንነፍሲ ወከፍና ሎሚ ክዛረብ እዩ። እግዚኣብሄር ዝተመስገነ ይኹን። እግዚኣብሔር ኣምላኽና በዛ ሰዓት እዚኣ ብስም የሱስ ክርስቶስ ወድኻ ነመስግነካ ኣሎና ክብሪ ንህበካ ኣሎና እግዚኣብሄር ኣምላኽና ዕድለኛታት ኮይንና እግዚኣብሄር ኣምላኽና እንሆ ኣብዚ ሕብረት እዚ ኣብዚ መኣዲ እዚ ተረኺብና ኣለና እሞ እግዚኣብሄር ኣምላኽና በዚ ደጋጊምና ክብሪ ንህበካ ኣሎና ምስጋና ንህበካ ኣሎና እግዚኣብሄር ቃላትና ተኸፊቱ እግዚኣብሄር ኣምላኽና ክነመስግነካ ክንውድሰካ ምሕረትካ ጸብጺብና እግዚኣብሔር ኣምላኽና ጸጋኻ እግዚኣብሔር ኣለመኽና ኣስተማቂርና ብሓቂ እግዚኣብሔር ኣምላኽና ክንዝምረልካ ከንውድሰካ እግዚኣብሔር ዕድል ስለ ዝረኸብና ነመስግነካ ኣለና እቲ ዘመስግነኒ የኽብረኒ ተባሂሉ ከም ዝተጽሓፈ ብሓቂ እግዚኣብሔር ብቓላት ከናፍርና እግዚኣብሔር ክነመስግነካ ዕድል ስለ ዝረኸብና ተመስግን እቲ ናይ ውሽጢ ህይወትና እቲ ናይ ውሽጢ ባህግና እቲ ናይ ውሽጢ ድልየትና እግዚኣብሔር ኣምላኽና ንስኻ ትፈልጦ ኢኻ እግዚኣብሔር ንገዛእ ርእስና ብንምስክሮ መንገዲ ግን እግዚኣብሔር ባህ ኢሉና እግዚኣብሔር ኣምላኽና ክንውድሰካ እግዚኣብሔር ኣምላኽ ዕድል ስለ ዝረኸብና ተመስገን እግዚኣብሔር ኣምላኽና በዚ ነመስግነካ ሕጂ ድማ እግዚኣብሔር ኣምላኽና እቲ ናይ ኣምላኽ ሰብ ንሰናይ ግብሪ ተዳልዩ ፍጹም ምእንቲ ክኸውን መንፈስ ኣምላኽ ዝነፈሰ ጽሑፍ ንትምህርቲ፣ ንተግሳጽ፣ ንምእዳብ፣ ንምቕናዕ ይጠቅም ተባሂሉ ከም ዝተጽሓፈ ሕጂ እውን እግዚኣብሄር ኣምላኽና በዚ ቃል እዚ ጌርካ እግዚኣብሄር ንነፍሲ ወከፍና ሕጂ እውን እግዚኣብሄር ክትመኽረና፣ ክትምዕደና፣ ክትግስጸና ቅኑዕ ናብራ ንኽንነብር ዘኽእለና እግዚኣብሄር ኣምላኽና ፍልጠት ክትህበና፣ ምግላጽ ክትህበና ደጊምና ብጎይታናን ብመድሓኒናን ብየሱስ ክርስቶስ ስም ንጽሊ ኩሉ ክብርን ኩሉ ምስጋናን ንዓኻ ንበይንኻ ይኹን ኣሜን ሕራይ እግዚኣብሔር ዝተመስገነ ይኹን ከምዚ ኣቐዲምና ዘንበብናዮ እዚ ኣብ ወንጌል ዮሃንስ ኣብቲ ካልኣይ ምዕራፍ ካብ ቁፅሪ ሓደ ክሳብ ቁፅሪ ዓሰርተ ሓደ መቸም ኣዝዩ ግኑን ክፍሊ ናይ መፅሓፍ ቅዱስ እዩ እግዚኣብሔር ዝተመስገነ ይኹን ቃና ዘገሊላ ክበሃል ከሎ መርዓ ናይ ቃና ዘገሊላ ክበሃል ከሎስ ገና ኣብ ጎይታ ከይመፃና ከለና እውን እቲ ታሪክ እቲ ዛንታ ንፈልጦ ነርና ኢና ማለት እዩ እግዚኣብሔር ዝተመስገነ ይኹን ዋላ እቲ ትኽክለኛ ዝኾነ ትርጉሙ እቲ መንፈሳዊ ትርጉሙ ብትኽክል እንተዘይተረዳኣና ነቲ ዛንታ ወይ ድማ ነቲ ታሪኽ ግን ኩልና ንፈልጦ ነርና ኢና እግዚኣብሔር ዝተመስገነ ይኹን ስለዚ ቅድሚ ናብቲ መልእኽተይ ማለት እዩ ስፐሲፊክ እግዚኣብሄር ሎማዓንቲ ከመሓላልፎ ዝደለኽዎ ምኽሪ ድዩ ማዕዳ ድዩ ኣቐዲመ ግን እንታይ ክገብር ይደሊ እዚ ታሪኽ እዚ ኣቐዲሙ ዝተፈጸመ ታሪኽ ስለ ዝኾነ ኣብ መጽሓፍ ቅዱስ ንረኽቦ ታሪኽ እዩ ኦፍኮርስ ግን ቅድሚ የሱስ ኣብ መስቀል ሙማቱ ቅድሚ የሱስ ክርስቶስ ምትንስኡ ህያዉ ምኻኑ ዝተጻሓፈ ወይ ድማ ዝተፈጸመ ታሪኽ እዩ ማለት እዩ። እግዚኣብሔር ዝተመስገነ ይኹን። ስለዚ እቲ ዘመኑ ሕጂ ኣብ ናይ ጸጋ ዘመን ኮይና ኢና ንዛረብ ወይ ድማ ንነብር ዘለና ኣምላኽ ዝተመስገነ ይኹን። ሕጂ የሱስ ክርስቶስ ኣብ ሰማርያ ወይ ድማ ኣብ ኣይሁድ ኣይኮነን ዝመላለስ ዘሎ። ሕጂ የሱስ ክርስቶስ ኣብ የማን ኣምላኽ ኣብ ክብሪ እዩ ዘሎ። እግዚኣብሄር ዝተመስገነ ይኹን። ናይ ክብሩ ውህበት ድማ መንፈሱ ስለ ዝሃበና መንፈስ ቅዱስ ምሳና ይነብር። ምስ መንፈስ ቅዱስ ኣብ ህልውና ናይ መንፈስ ቅዱስ ሳላ የሱስ ክርስቶስ ዝኸበረ መንፈስ ቅዱስ ድማ ወረደ ስለዚ ኣብ ህልውና ናይ መንፈስ ቅዱስ ኮይና ኢና ሕጂ ንመላለስ ዘለና እግዚኣብሄር ዝተመስገነ ይኹን እቲ ታሪክ ግን ኣቐዲሙ ዝተፈጸመ እታ ናይ መጀመርታ ተኣምራት ናይ ጎይታናን መድሓይናን የሱስ ክርስቶስ እያ እዚኣ እታ መጀመርያ ርእሱ ዝገለጸላ ማለት እዩ። ክብሩ ከኣ ዝተጋህደላ ኣጋጣሚ እዚኣ እያ። ናይ መጀመርታ ኣገልግሎት እያ ነይራ። ስለዚ እዚ ኣበይ እዩ ኮይኑ እንድሕር ኢልና ኣብ ቃና ትበሃል ንእሽተይ ከተማ እዩ። ካብ ናዝሬት ሸውዓተ ኪሎ ሜትር ርሒቓ ኣብ ወገን ሰሜን እትርከብ ዓዲ ናትናኤል እያ ናትናኤል ካብቶም ኣብ ዮሃንስ 21 ቁፅሪ ክልተ ብኡ ስሙ ተጠቒሱ ዘሎ ማለት እዩ እግዚኣብሔር ዝተመስገነ ይኹን ስለዚ ኣብ ቃና ናይ ገሊላ እንታይ ኮነ መርዓ መርዓ ኮነ ኣምላኽ ዝተመስገነ ይኹን ስለዚ ኣነ መርዓ ብጣዕሚ እየ ዝፈቱ ኣብ መርዓ ናይ መርዓ ተሳታፊ ክኸውን ብጣዕሚ እየ ዝብህግ ማለት እዩ እግዚኣብሔር ዝተመስገነ ይኹን ኣብዚ እኳ ብዙሕ ኣክቲቭ ኣይኮንኩን ኣብቲ ዝሓለፈ ኣብ ኬንያ ኣብ ዝነበርናሉ ግዜ ግን መርዓ ብምድላው ንመርዓ ብምሕጋዝ ማለት ነብሰይ ከኽብር ኢለይ ኣይኮንኩን ግን ንብዙሓት ንበረኸት ኮይና ኢና እግዚኣብሔር ዝተመስገነ ይኹን ብዙሓት ኣቦን ኣደን ዘይብሎም ኣሕዋት ዘይብሎም ብዝተኻለን ዓቕምና ብዘፍቅዶ መጠን ብሓሳብ ይኹን ብኣካል ይኹን ብገንዘብና ይኹን ብዝተፈላለዩ መንገዲ ብዙሓት ሰብ እዮም ተመርዕዮም ስለዚ መርዓ ክግበር ከሎ ኣነ ከም ኮንፈረንስ እየ ዝጥቀመሉ ብዙሕ ግዜ ቤተክርስትያን ስለ ኣይተስተውዕለሉን እምበር ካብ ኮንፈረንስ ምድላው መርዓ ምድላው እቲ ዝበለፀ ማለት ወንጌል ክትሰብኽ ወንጌል ክተስፍሕ እንድሕር ባህግን ድሌትን ኣለካ ናይ ቤተ ክርስትያን ዕዮ ከዓ እሱ ስለ ዝኾነ ስለዚ መርዓ ፅቡቕ ኣጋጣሚ ነቶም ወንጌል የሱስ ክርስቶስ ዘይሰምዑ ሰባት ወንጌል ንክሰምዑ እታ ዝበለፀት ኣጋጣሚት እግዚኣብሔር ዝተመስገነ ይኹን። ምክንያቱ መርዓ እንታይ ስለ ዝኾነ ኣዝዩ ክቡር ስለ ዝኾነ ንሕና እውን መሰኻኽር ኢና። ኣብ መርዓ ክንደይ ወለዲ ናይ ኣመንቲ ንጎይታ ፈሊጦም ንጎይታ ኣሚኖም ንጎይታ ተቐቢሎም እዩ ኣበይ ጸናሕና ዝብሉ ማለት ንሕና ደኣ ከምዚ መኣስ ይመስለና ነይሩ ንሕና ደኣ ናይ ቆልዑት ኣኼባ ናይ ቆልዑት ጫውጫው ሆሆሆ ትብልዎ እምበር ብትኽክል ናይ እግዚኣብሔር ህልውና ናይ እግዚኣብሔር መንፈስ ስላሴ ዘለዎ ደኣ መኣስ ይመስለና ነይሩ እዚ ደኣ ዓበይቲ ዘለዎ ሽማግለታት ዘለዎ ስርዓት እግዚኣብሔር ዘለዎ እንድዩ ኢሎምሲ ክንደይ ነቲ ቅዱስ ስርዓት እግዚኣብሔር ርእዮም ንጎይታ ዝተቐበሉ ብዙሕ ንፈልጥ ማለት እዩ እግዚኣብሔር ዝተመስገነ ይኹን ስለዚ መርዓ ብጣዕሚ ደስ ዘብል እዩ ማለት እዩ ምልክት እዩ ከዓ ንሱ ሎሚ ንሕና ንየሱስ ክርስቶስ ተሓፂና ኣለና ሓደ መዓልቲ ድማ የሱስ ክርስቶስ ንሱ ከም መርዓዊ ንሕና ከዓ መርዓት ከዓ እንሕጎሰሉ ግዜ ኣሎ ማለት እዩ ኣምላኽ ዝተመስገነ ይኸውን እዚ ስለ ዘሎ ኢና ኩሉ ግዜ ብተስፋ እንታይ ንኸውን ንሕጎስ እግዚኣብሔር ኣምላኽ ዝተመስገነ ይኹን ስለዚ መርዓ ኮነ መርዓ ኣብ ኩሉ ሕብረተሰብ ዓለም ከም ትፈልጥዎ ክቡር እዩ ማለት እዩ መርዓ ክትገብር ከለኻ ወቕቲ ፈሊኻ ብኣካልን ብሓሳብን ተዳሊኻ ትገብሮ እዩ ዓቕምኻ ፈሊጥካ ቀረብካ ገምጊምካ ክትኣትዎ ዘለካ ውራይ እዩ። ኣብዚ ዘንበብናዮ ክፍሊ እውን ንገዛእ ርእሱ ኣብዛ ቃና ናይ ገሊላ ኣብዚ መርዓ እዚ እውን ከም ሰብ ተዳልዮም ከም ዝገበርዎ ርዱእ እዩ። ብፍላይ ድማ ኣብቲ ስርዓት ናይ ኣይሁድ ብዝተፈለየ መንገዲ እቲ መርዓ ኣዝዩ ክቡር ከም ዝዀነ እዮም ዝነግሩኻ ማለት እዩ። እረ እቲ መርዓስ ብሓደ መዓልቲ ዝውዳእ እውን ኣይኰነን፣ ንሓደ ሰሙን ኣቢሉ ዝቕጽል እዩ ማለት እዩ። ስለዚ ክሳብ ክንደይ መርዓ ክትገብር ከለኻ ምድላው ከም ዘድልየካ እቲ ታሪኽ ናይ ኣይሁዳውያን ይነግረና ማለት እዩ። ስለዚ እቲ መርዓ ክሳብ ክንደይ እቶም ብዓቕሞም በቲ ናይ ሰብኣዊ ብናይ ሰብ ዓቕሚ ነቲ መርዓ ከመይ ከም ዝተዳለወሉ ዝነግረና ነገር ኣሎ ኣብዚ ክሳብ ኣገልገልቲ ተዓጠቕቲ ከም ዝነበርዎ ኣቦ ዳስ ከም ዝነበሮ እዚ ንገዛእ ርሱ ካብቲ ኣብ መርዓ ዝግበር ስርዓት እዩ ማለት እዩ ኣገባብ ዘለዎ ከም ዝኾነ ዓቕሚ ሰብ ዘለዎ ከም ዝኾነ የረዳእካ ማለት ብግቡእ ከም ዝተዳለወሉ የረዳእካ ማለት እዩ ኣብቲ መርዓ ኣደ የሱስ እውን ነበረት የሱስ ምስ ደቀ መዛሙርቱ እውን ናብቲ መርዓ ተዓዲሙ ነበረ እዚ ኮይኑ ከብቅዕ ግን እቲ መርዓ እቲ ወይኒ ተወዲኡ ንሕና እውን ከም ሕብረተሰብ ትዝክርዎ ኢኹም መርዓ ክትገብር ከለኻስ ስዋ ይግበር ምግቢ ከዓ ይዳሎ ማለት እዩ ስለዚ ዕዱም ዓዲምካ መርዓ ይገብር ኣለኹ ኢልካ ዓዲምካ ኣብ መንጎ እቲ ዝቐረብካዮ ምናልባት ሕጂ ናህና እኳ ካብ ድኳን ጎይኻ ተምጽኦ ነገር ስለ ዝኾነ እቲ ምድላው እኳ ዘድሊ እንተኾነ ግን እቲ ንገብሮ ምድላው እቲ ፕሪፓሬሽን ንገብሮ ነገር ግን ክሳብ ክንድኡ ኣይኮነን ንዝስተ ማለት እየ ተዘይኮነ እዚ ንብሎ ዘለና መርዓ ብግቡእ ተዳሊኻ እቲ ወይኒ ብግቡእ ተጸሚቑ ዝስተ ዝብላዕ ኩሉ ነገር ተዳሊኻ ኢኻ ትገብሮ ማለት እዩ። እግዚኣብሔር ዝተመስገነ ይኹን። ከምዚ ኢሉ ከሎ ግን ኣብ መንጎ እንታይ ኮይኑ እቲ ወይኒ ተወዲኡ ወይኒ ተወዲኡ ወይ ድማ ስዋ ተወዲኡ ክበሃል ከሎሲ እቲ መርዓ እንታይ ክኸውን እዩ? መርዓ መቸም ናይ ሓጎስ መዓልቲ እዩ። እግዚኣብሔር ዝተመስገነ ይኹን በቲ ቅዱስ ዝኾነ ናይ እግዚኣብሔር ስርዓት በቲ እግዚኣብሔር ተፋረዩን ተባዝሑን ንምድሪ ከዓ ምልእዋ ዝብል ናይ እግዚኣብሔር ቃል ዝፍፀመሉ ኣጋጣም ስለ ዝኾነ መርዓ ኣዝዩ ክቡር እዩ ኣምላኽ ዝተመስገነ ይኹን ብቅድስና በቲ ናይ እግዚኣብሔር መንገዲ ወድን ጓልን ተዋስ ዝዋሰብሉ መዓልቲ ስለ ዝኾነ ኩሉ ቤተሰብ ኩሉ ወላዲ ድማ ነዚ መዓልቲ እዚ ክርኢ ድማ ሃረር ዝብለሉ እዩ ማለት እዩ እግዚኣብሔር ዝተመስገነ ይኹን ከምዚ ኢሉ እንዳኸደ ከሎ ግን ኣብ መንጎ ወይኒ ክውድኣካ ከሎ፣ ዝስተ ነገር ክሰኣነካ ከሎስ እንታይ ክግበር ይከኣል? ምናልባት እዚ ሕጂ ዘለናዮ መድረኽ ምናልባት ብቐሊሉ ካብ ዝኾነ ካብ ቀረባ ንገብሮ፣ ካልኣይ ነገር ከኣ እቲ ዝመጽእ ሰብ እውን ኣብ ቀረባና ዘሎ እዩ ማለት እዩ። እቲ ኣብቲ ዘመን እቲ ዝነበረ ግን ሰብ ካብ ርሑቕ መንገዲ ከይተረፈ እዩ ዝመጽእ ማለት እዩ። ካብ ርሑቕ መንገዲ ስለ ዝመጸ ንስኻ ብዝቐረብካሉ እንተዘይኣብሊዕካዮ እንተዘይስቲኻዮ ናብ ካልእ ዝኸደሉ መንገዲ የለን ማለት እዩ። ስለዚ ወይኒ ከም ዝተወደአ እቲ ታሪኽ ይነግረና ማለት እዚ ኩሉ ምድላዋት ዝተገብረሉ ወይኒ ወይኒ ተወዲኡ ኣደ የሱስ ግን ወይኒ ከም ዝተወደእት ከም ዝተወደኤ ፈለጠት። ኣይትሕፈሩ ክብሎም ድማ እዞም ሰብ ውራይ ንመን ዓዲሞሞ ነይሮም? ንየሱስ ምስ ደቀ መዛሙርቱ ዓዲሞሞ ነይሮም። ምናልባት ኣደ የሱስ ኣብቲ መርዓ ስለ ዝነበረት ከም ፋሚሊ ፋሚሊ ንሳቶም ካብ ናዝሬት እዮም ካብ ናዝሬት ናይ ገሊላ ማለት እዩ እቲ መርዓ ዝኸውን ዘሎ ከዓ ኣብ ቃና እዩ ስለዚ ዓዲ ናይ ኣደ ጎይታና ንመድሓኒ ኢየሱስ ክርስቶስ ናዝሬት ምዃኑ ዝርድእ እዩ ማለት እዩ ስለዚ ናብ ቃና ዝኸድሉ ምናልባት ቤተሰም ከም ኣካል ናይ ቤተሰብ ኮይኖም ድዮም ከይዶም ከምኡ እዩ ዘስምዕ ብፍላይ ናይ ማርያም ማለት እዩ እቲ ናይ ጎይታናን መድሓኒናን የሱስ ክርስቶስ እሞ ኸኣ ምስ ደቀ መዛሙርቱ ኣብቲ መርዓ ምዕዳም እቲ በዓል ውራይ ኣብ የሱስ ክርስቶስ ዝነበሮ ኣመለኻኽታ ወይ ድማ ንፍልጠት እንታይ ከም ዝነበረ ዝርዱእ ኣይኮነን። ምናልባት ቤተሰብ ኮይኖም እውን ዋላ እንተ ተዓደሙ እንተ በቲ እንተ በቲ የሱስ ክርስቶስ ኣብቲ መርዓ ነይሩ። ኣምላኽ ዝተመስገነ ይኹን። እንተ ብፍልጠት እቲ መርዓ ምሉእ ክኾነሉ እቲ ናቱ ምድለዋት እኹል ከም ዘይኮነ ምናልባት ንየሱስ ክርስቶስ ተረዲኡ ፈሊጡ ንሱ ወዲ ኣምላኽ ምዃኑ ተረዲኡ ገይርዎ እንድሕር ኮይኑ ተዓዊትሎ ማለት እዩ እንተዘይኮነ ግን የሱስ ክርስቶስ ምናልባት ኣደ የሱስ ክርስቶስ እውን ኣብቲ መርዓ ስለ ዝነበረት የሱስ ክርስቶስ እውን ከም ቤተሰብ ዕዱም ኮይኑ ናብቲ መርዓ ዋላ መፅኡ እንተኾነ ኤኒወይስ እታ መርዓ ኣይትባላሾዊ ክብላ እቲ መዘከርታ ውን ከይባላሾ ቀሊል ነገራት ኣይኮነን ኣብ መርዕኦም ወይኒ ተወዲእዎም ተባሂሉ እቲ ዛንታሲ ንወለዶ ወለዶ ዝቕፅል ማለት እዩ ቀሊል ታሪክ ቀሊል በሰላ ዝገድፍ ኣይኮነን ኤኒወይስ የሱስ ክርስቶስ ግን ከም ዕዱም ኣብቲ ውራይ ነይሩ ወይኒ እምበር የብሎምን በለቶ ንየሱስ ክርስቶስ ኣደ የሱስ ክርስቶስ መፅያ ናብ የሱስ ክርስቶስ እንታይ ኢላቶ ወይኒ የብሎምን በለቶ እግዚኣብሔር ዝተመስገነ ይኹን ክሳብ ክንደይ ነቲ መርዓ ብቐረባ ትከታተሎ ከም ዝነበረት ምናልባት ኣቦ ዳስ ኣሉ ኦፍ ኮርስ ግን ኩሉ ግዜ መቸም መርዓ ክትገብር ከለኻ ዋና ዝገብረልካ ሰብ ዝኾነልካ ሰብ ትደሊ ኢኻ ኣብ ፀብሒ ዋና ዝኾነካ ኣብ ስዋ ወይ ድማ ኣብቲ ዝስተ ነገር ማለት እዩ ተጠንቂቑ ዓቂኑ ከም ዝስኢልካ ዘይኮነ እንደገና ከይባላሾ ተጠንቂቑ ሓላፍነት ዝስምዖ ሰብ ኣስተውዒልካ ኢኻ ሓላፍነት ትህቦ ማለት እዩ ኣብዚ ናህና እቲ ዝዓበናሉ ሕብረተሰብ ማለት እዩ እግዚኣብሔር ዝተመስገነ ይኹን ስለዚ ማርያም እውን ነቲ መርዓ ከመይ ትከታተሎ ከም ዝነበረት ኩሉ ናይ ኩሉ ነገር ኣፍልጦ ከም ዝነበራ ምናልባት ዋና ኔራ እውን ክትከውን ትኽእል እያ ዋና ናይቲ ናይቲ ናይቲ ወይኒ ማለት እዩ ንዕኡ ትከታተል ብቐረባ ሰብ ኔራ ክትከውን ትኽእል ኤንወይስ ግን ወይኒ ከም ዝተወደአ ምስ ፈለጠ ናብ መን እያ ተቓላጢፋ መፅያ ናብ የሱስ እያ መፅያ እግዚኣብሔር ዝተመስገነ ይኹን ለባም ሰብ ዝገብሮ ንሱ እዩ ኣሜን ኣብ ንሓድሕድናሲ ዝኾነ ጉድለት ክንረኤ ክንርእየሉ ከለና ንሓውናሲ ካብዚ ንመሃሮ ነገር ንእግረ መንገድና ማለት እዩ ልክዕ ማርያም እንታይ ገይራ ነቲ ጎደሎ ምስ ረኣየት ብቐጥታ ናብ መን እያ ጎያ ናብ የሱስ እያ ጎያ እግዚኣብሔር ዝተመስገነ ይኸውን ስለዚ ንሕና ውን ንእግረ መንገድና እንምሃሮ ካብዚ ኣብ ንሓድሕድና ኣብ ሂወት መቸም ዘጋጥም ኩሉና ሙሉኣት ኣይኮናን perfect ኣይኮናን ብዙሕ ዝጎድለና ነገራት ኣሎ ኣብ ጎዶሎና ክንመልእ ግን በቲ ናይ እግዚኣብሄር ጸጋ በቲ ዘለና ነገር ግን ንሓድሕድና ክንማላላእ ግን ይግብኣና ማለት እዩ እግዚኣብሄር ዝተመስገነ ይኹን። የሱስ ክርስቶስ ግን ከምኡ ምስ በለቶ ግን ቀልጢፉ መልሲ ኣይኮነን ማለት እቲ ዝህባ መልሲ ኣይተጻሓፈን ኦፍ ኮርስ ብዝርዝር በቲ ዝተጻሓፈ እታ ኢና ክንዛረብ ንኽእል እታ ኣመላልሳ ናይ ጎይታናን መድሓይናን የሱስ ክርስቶስ ከምዚ እንተኣሽሚኣ ትመስል ማለት እዩ ኣቲ ሰበይቲ ምሳኺ እንታይ ኣለኒ ኢሉ ነዴኻ ዶ ከምኡ ይበሃል ነዴኻ ከምኡ ኣይትብላን ኢኻ እግዚኣብሔር ዝተመስገነ ይኹን ኣቲ ሰበይቲ ምናልባት ቃል ብቃሉ ክትሪኦ ከለኻ ከምዚ ኦፈንስ ዝገብር ቃል ይመስል ይኸውን ግን ድሒርክና እንተርኢናዮ ግን ማለት ሰብ ዘሕርቕ ዘረባ ምስ ተዛረበካስ እንታይ ኢኻ ትገብር? ሓደ ነገር ሓቲትካዮስ ኣንጻራዊ ዝኾነ መልሲ እንድሕር ሂቡካስ ስቕ ኢኻ ትብል ምሽ ሓቀይ ግን ማርያም ግን እንታይ እያ ገይራ? ኣዲኡ ግን እንታይ እያ ገይራ? ቀልጢፋ ከይዳ ናብቶም ተዓጠቕቲ እንታይ ኢላቶም ንሱ ዝብለኩም ኩሉ ግበሩ። ከም ትፈልጥዎ ማርያም እቲ ኣወላልዳ ናይ ጎይታናን መድሓናን ኢየሱስ ክርስቶስ ብመንፈስ ብሓይሊ መንፈስ ቅዱስ ከም ዝተጠንሰ ብዘይ ስጋዊ ናይ ተፈጥሮ ሰብኣይ ዘይኮነስ ብመለኮት ክትጠንሲ ኢኺ ወዲ ከዓ ክትወልዲ ኢኺ ኢሉ ገብርኤል መልኣኽ ከም ዘበሰራ፣ ንሳ ድማ ሰብኣይ ዘይፈለጠት ድንግል ከም ዝኾነት ምስ ነገረቶ፣ እቲ መልኣኽ ከኣ እንታይ ኢልዋ? መንፈስ ቅዱስ ክወርደኪ እዩ፣ ሓይሊ እቲ ልዑል ከኣ ከጽልለኪ እዩ፣ ንእግዚኣብሄርዶ ዝጨንቆ ነገር ኣለዎ እዩ ከም ዝበላ ምስክርነት ንእምነታ መታን ክኾነካ ብዛዕባ ኤልሳቤጥ ከም ዝነገራ ኤልሳቤጥ እታ ዘመድኪ ኣብ እርጋና ጠኒሳ ሕጂ ሻድሻይ ወርሒ ከም ዝገበረት ምስ ነገራ ማርያም ከኣ እንታይ ከም ዝኾነት ከም ዝተ- ከም ዝጥ ሓይሊ ከም ዝረኸበት ከም ዝጠነክት ብእምነት ከ- እነሆኹ ባርያ እግዚኣብሔር ከም ቃልካ ከኣ ይኾነለይ እያ ኢላቶ ማለት እዩ ስለዚ እቲ ቃል እንታይ ኮነ ስጋ ኮነ ጸጋን ሓቅን መሊእዎ ድማ ናብ ኣባና ሓደረ ይብለና ማለት እዩ ስለዚ ማርያም ነቲ ናይ የሱስ ክርስቶስ ኣወላልዳ የሱስ መን ምዃኑ ወዲ መን ምዃኑ ኣጸቢቓ ትፈልጥ ስለ ዝነበረት ኣብ ልባ ድማ ተዋህልሎ ስለ ዝነበረት የሱስ ምናልባት እዚ ናይ መጀመርያ ተኣምራቱ እኳ እንተኾነ ቅድሚ እዩ ብዝተፅሓፈ ማለት እዩ ካብቲ ዝተጻሓፈ ምናልባት እዚኣ ናይ መጀመርያ ተኣምራት ናይ ጎይታናን መድሓይናን የሱስ ክርስቶስ እንድሕር ኮይና ምናልባት ኣቐዲሙ ዝረኣየቶ ተኣምራት ነይሩ ድዩ ኣይነበረን እንፈልጦ ነገራት የለን ማለት እዩ እዚኣ ግን ናይ መጀመርያ ተኣምራት ከም ዝኾነት እያ ተጻሒፋ ዘላ ማለት እዩ ስለዚ ማርያም ግን ቀልጢፋ ናብቶም ተዓጠቕቲ፣ ናብቶም ታሕተዎት ሰባት እያ ከይዳ። እግዚኣብሄር ዝተመስገነ ይኹን። ናብቶም ዓበይቲ ኣይኮነትን ከይዳ፣ ናብቶም ፈላጣት ኣይኮነትን ከይዳ፣ ናብቶም ፖዚሽን ዘለዎም ዝረኣዩ ገበርትን ሓደግትን ኣይኮነትን ከይዳ፣ ናብቶም ተዓጠቕቲ፣ ወይተርስ ማለት እኮ እዩ፣ ከምዚ ንሕና ሕጂ ከምኡ ንገብሮ ማለት እዩ ውራይ ተገይሩ ንዐርየሎም ሰትኣፕ ንገብረሎም ናይ ምንታይ ምዃኑ እቲ ተኣሽሙ ግን ኣይትፈልጥን ኢኻ ግን ዝተባሃልካያ ትገብር ማለት እዩ እግዚኣብሄር ዝተመስገነ ይኹን ስለዚ እዞም ወይተርስ ናብ ወይተርስ ከይዳ እያ እንታይ ኢላቶም ንሱ ዝብለኩም ኩሉ ግበሩ ኢላቶም እግዚኣብሔር ዝተመስገን ሓደሓደ እዚ ግዜ እቲ ናይ እግዚኣብሔር ነገርሲ ኩሉ ብላዕሊ ብዓበይቲ ሰባት ብክቡራት ሰባት ክመፅእ ትፅበዮ እሞ ግን እቲ ናይ እግዚኣብሔር ኣሰራርሓ ግን ብታሕቲ እዩ ኣምላኽ ዝተመስገነ ይኹን ኣይሁድ ክሳብ ሎሚ ንየሱስ ክርስቶስ ዘይተቐበልዎ እኮ ንዒቐሞ እኮ እዮም እዚ ወዲ ናዝሬት ወዲ ማርያም ወዲ ፀራቢ ዕንጨይቲ ድኻ ሰብኣይ ከመይ ገይሩ እዩ እዚ ንዓና ከድሕነና እዚ ኢሎም ክሳብ ሎሚ ብኽብረት ብዓብዪ ዓጀብ የሱስ ክርስቶስ ክመጽእ ይጽበይዎ ኣለዎ ማለት እዩ ኩሉ ናቱ ነገር ኣብ ልባ ተሓስቦን ተዋህልሎን ነበረት ይብለና የሱስ ወዲ ኣምላኽ ምዃኑ ፍቓድ ኣምላኽ ክገብር ከም ዝመፀን ኣፀቢቓ እንታይ ትገብር ነይራ እያ ትፈልጥ ነይራ እያ ማለት እዩ እግዚኣብሔር ዝተመስገነ ይኹን ንሳ ከምዚ ከማና ሰብ እያ እግዚኣብሔር ዝተመስገነ ይኹን የሱስ ክርስቶስ ግን ወዲ ኣምላኽ እዩ ኣምላኽ ዝተመስገነ ይኹን ስለዚ ንሳ የሱስ ወዲ ኣምላኽ ምዃኑ እንታይ ክገብር በቲ መለኮታዊ ሓይሉ በቲ መለኮታዊ ክእለቱ እንታይ ክገብር ከም ዝኽእል ስለ ዝተረድአት እያ ናብቶም ተዓጠቕቲ ከይዳ ንሱ ዝብለኩም ግበሩ ዝበለቶም ኣሉ። ኣደ የሱስ ናብቶም ተዓጠቕቲ ከይዳ ንሱ ዝብለኩም ኩሉ ግበሩ ኢላቶም። ንዓና እውን እግዚኣብሔር ሎሚ እንታይ ይብለና ኣሎ? ንነፍሲ ወከፍና እንታይ ይብለና ኣሎ? የሱስ ዝብለና ክንገብር ከም ዘለና እዩ። ኣሜን። መን ዝብለና ክንገብር የሱስ ዝብለና ክንገብር። ተዓጠቕቲ የሱስ ዝብሎም ክገብሩ ተዳለው እዙዛት ደስ ኣይብለካን? ምእዛዞም ኣነ ብጣዕሚ እዚኣ ካብዚ ነዚ ክፍሊ እዚ ከንብብ ከለኹስ ኣነስ እንታይ ምገበርኩ ነይረ መጀመርያ መጀመርያ እቲ ብቐጥታ ምስኦም እቶም ተዓጠቕቲ ሲ ኣወዳሲ እውን ኣለዉ ዋናታት እውን ኣለዉ እኮ ብቐረባ ሲ ናይ ቀር ኢሚድት ሓላፊቶም ድያ ነራ ማርያም ኣይደኖ ኣይፈለጥኩን ኤኒወይስ ግን እቲ ምእዛዞም ግን ብጣዕሚ እዩ ዘስደን ዘገርመካ ማለት እዩ ዕጥይ ምጥይ ኣይበሉን እሞ ድማ ምናልባት ኣብቲ ታሪክ ኣብኡ ተጣቂስሎ ክሳብ ኣፉ ከዓ መልእዎ ይብለን እግዚኣብሔር ዝተመስገነ ይኸውን ኣዴ እወ የሱስ ዝብለኩም ክሉ ግበሩ ተዓጠቕቲ የሱስ ዝብለኩም ክሉ ክገብሩ ተዳለው እዙዛት ፅን ምባል ካብ ስብሒ ደዓውል ይበልፅ ኣብ ቀዳማይ ስዕሊ 1522 ማለት እታ ፅን ምባል ሲ ከም ምእዛዝ ጌርና እንተወሲድናዮ ማለት እዩ ኣምላኽ ዝተመስገነ ይኹን እቲ ድሕረ ባይታ መታን ክኾነና ኣፍልጦ መታን ክኾነና እቲ ነቲ ኣጋንእ ምልእዎ እንዲልዎም የሱስ ክርስቶስ እቲ ኣጋንእ ግን ክንደይ ኣጋንእ እዩ ነይሩ? ሽዱሽተ ኣጋንእ እዩ ተተኺሉ ነይሩ ኣብ ደገ ማለት እዩ። እዚ ሽዱሽተ ኣጋንእ ብዓቐን ዝሕዞ ምናልባት መታን ተኣሽሙ ክገብረና ናብ ሊትር ቀይረዮ ኣለኹ። ዘይክርድኣና ይኽእል ኣጋንእ ክንብል ከሎ ዝንግሪር ክንደይ ከም ዝሕዝስ እቲ እንታይ ሽሙ ኣይንፈልጦን ኢና ግን ሽዱሽተ ኣጋንእ ተተኺሉ ነበረ ሓደ ገንኢ ሓደ ገንኢ ክልተ ወይ ሰለስተ ዝንግሪር ዘግቢ እዩ ነይሩ እዚ ክልተ ወይ ሰለስተ ዝንግርድ ዘግብ ሓደ ሓደ ገንኢ ማለት እዩ። ካብ ክልተ ክሳብ ሰለስተ ዝንግሪር ዘግብ እዩ ነይሩ ማለት እዩ። እዚ ሕጂ ናብ ናብ ሊትር ክትቅይሮ ናብ ጋሎን ሚእትን ሓምሳን ኣብ ሚእትን ሓምሳን ጋሎን ኣቢሉ ወይ ድማ ብሊትር ድማ ሓሙሽተ ሚእትን ሱሳን ሸውዓተን ነጥቢ ሰብዓን ሓሙሽተን ሊትሮ እዩ እቲ ማይ እዚ ማለት መታን ጀሪካን ምሽ ንፈልጥ ኢና ዓቐን ጀሪካን ስለዚ እንታይ ማለት እዩ እዚ ሓሙሽተ ሚእትን ስሳን ሸውዓተን ናብ እንተመቒልናዮ ናብ ናብ ናብ ጀሪካን ሓደ ጀሪካን ምሽ ዕስራ ሊትሮ እዩ ዝሕዝ ስለዚ ዕስራን ሸሞንተን ጀሪካን ኣቢሉ እዩ ዝኸውን ማለት እዩ እቲ ማይ ስለዚ ዋላ ብጉልበት እውን ቀሊል ነገር ከም ዘይኮነ እቶም ነቲ ማይ ክመልእዎ ከለው እቲ ሌበር እቲ ጉልበቶም ዘጥፍእሉ ቀሊል ነገር ከም ዘይኮነ እቲ መጠን ናይቲ ናይቲ ማይ ድማ ብዙሕ ከም ዝነበረ እቲ ታሪክ ዝነግረና ማለት እዩ ስለዚ ኣቐዲምና እንታይ ኢልና ኣለና? የሱስ ክርስቶስ እንታይ ኢልዋ ኣሎ ነዲኡ? ኣቲ ሰበይቲ ምሳኽኸ እንታይ ግደ ኣለኒ ኢልዋ ነይሩ። እግዚኣብሄር ዝተመስገነ ይኹን። ነቲ ምኽሪ ነቲ ማዕዳ ኣይኮነን። ምክንያቱ ጸሊኡ የሱስ ክርስቶስ ክሳብ ክንደይ እዙዝ ከም ዝነበረ ንወለዱ ክሳብ ክንደይ ተማእዚዙ ከም ዝዓበየን ክሳብ ክንደይ ሓላፍነታዊ ከም ዝኾነ ነዲኡ ድማ ዋላ ኣብታ መስቀል ኮይኑ እውን ንመን እዩ ሓደራ ኢልዎ ንዮሃንስ ሓደራ ከም ዝበሎ እቲ ታሪክ ይነግረና እዩ ማለት እዩ ስለዚ ነዲኡ ክሳብ ክንደይ ብሓላፍነት ይናብያ ከም ዝነበረት ታሪኽ ይነግረና እዩ ማለት እዩ። ስለዚ ኣቲ ሰበይቲ ምሳኺ ከንታይ ግደ ኣለኒ ክብላ ከሎ ነቲ ዘለዎም ነቲ ናይ ስጋ ነቲ ናይ ናቹራል ነቲ ባህርያዊ ዝምድንኦም ከም ኣደን ከም ውሉድን ንዕኡ ይኮነን ዝጻረሮ ዘሎ ማለት እዩ እግዚኣብሔር ዝተመስገነ ይኹን ግና እቲ ዝብሎ ዘሎ ግን እንታይ እዩ ንሱ ፍቓድ መን ክፍጽም እዩ መጺኡ? ፍቓድ ኣቦኡ ክፍጽም ስለ ዝመጸ፣ ፍቓድ ኣቦኡ ክፍጽም እንድሕር ኮይኑ ድማ ንፍቓድ ኣቦኡ ሰሚዑ እዩ ዝገብሮ ማለት እዩ። ኣምላኽ ዝተመስገነ ይኹን። ስለዚ ንሱ ስለ ዝኾነ እዩ ግዜይ ምሳኺ እንታይ ግደ ኣለኒ ዝበላ ግዜ ኣይበፅሐን ኢሎ ማለት እዩ የሱስ

ሕራይ እግዚኣብሔር ዝተመስገነ ይኹን ቀድሕዎ እሞ ነቦዳስ ቀድሕዎ እሞ ነቦዳስ ከም ዝሃብዎ ጥዑም ወይኒ ካብ ማይ ናብ ጥዑም ወይኒ ዝተለወጠ ኣቦዳስ ጠዓሞ ተገረመ ኸኣ እግዚኣብሔር ዝተመስገነ ይኸውን ዘይልሙድ ማለት እዩ ኣሜን የሱስ ብልሙድ ድዩ ተወሊዱ ብዘይ ልሙድ እዩ ተወሊዱ እግዚኣብሔር ዝተመስገነ ይኹን ስለዚ እዚ ሕጂ ንሪኦ ዘለና ድማ ወይኒ ማይ እንታይ ኮይኑ ወይኒ ተለዊጹ እግዚኣብሄር ዝተመስገነ ይኹን። እቲ ልሙድ መጀመርታ እቲ ልሙድ ከምቲ ልሙድ እቲ ጥዑም ወይኒ ብድሕሪኡ ከኣ ሕምቕ ዝበለ ኣብዚ ዳስ እዚ ግን ብኣንጻሩ እቲ ጥዑም ወይኒ ብድሕሪት ኢሉ ከም ዝተዛረበ እቲ ኣቦ ዳስ ማለት እቲ ኣቦ ዳስ ነቲ ንመን ጸዊዑ ነቲ መርዓዊ ጸዊዑ ከም ዝተገረመ ንሕና ንፈልጥ መጀመርያ ጥዑም ወይኒ ብድሕሪኡ ከዓ እቲ ሰብ ከዓ ጽንሕ ምስ በልካ ከዓነ ክውድኣካ ብፍላይ እንድሕር ኣልዩ ከዓ ቁሩብቲ ዝተቃጠነ ማለት እዩ ኣነ ጽቡቅ ገይረ እየ ዝዝክሮ ማለት እዩ ኣብ መርዓቲ ነቲ ስዋ ኣረንጅ ክስተኸዳልዎ ከለዋ ብዙሕ ኣስተውዒለ ኣለኹ ማለት እዩ ክሳብ ክንደይ ተጠንቂቐን ከም ዝገበርኦ እቲ ቀዳምነት እዚ እንተተወደአ እዚ እዚ እንተተወደአ እዚ እዚ እንዳተወደአ እታ ስዋ እንታይ እንዳኾነት እያ ትኸይድ እንዳቐጠነት እንዳቐጠነት እንዳቐጠነት እንዳቐጠነት እያ ትኸይድ ማለት እዩ ኣብታ መወዳእታ ዘላ እቲ ደንጉዩ ዝመፀ ማለት እዩ ወይኒ ተወዲኡ ምባል ሕፍረት እዩ ግን ዋላ እቲ ቅጥን ዝበለ ክቕርባ ከም ዘለወን ስለ ዝፈልጣ ኣዴታትና ከምኡ ገይረን የዳልዎ ማለት እዩ እግዚኣብሔር ዝተመስገነ ይኹን ስለዚ ኣብዚ መርዓ እዚ ንሪኦ ዘለና ድማ እንታይ እዩ ኮይኑ ወይኒ ተወዲኡ እኮ እዩ ወይኒ ተወዲኡ ድሓር እቲ ወይኒ እቲ የሱስ ክርስቶስ ከኣ ነቲ ማይ ናብ ወይኒ ከም ዝለወጦ እሞ ነቲ ኣቦ ዳስ ጸዊዑ እውን ከም ዘጥዓሙ እቶም ተዓጠቕቲ ማለት እዩ ውሰዱ፣ ቀዲሕኩም ከኣ ነቦ ዳስ ሃብዎ ከም ዝበሎ፣ ኣቦ ዳስ ከኣ ምስ ጠዓሞ ከኣ ተገሪሙ፣ ንሱ እውን ብዙሕ ኣብቲ ውሽጢ ኣይነበረን። እቲ ኣብ መርዓሲ እንታይ እዩ ዝኸውን ዘሎ፣ ብዛዕባ እቲ ቀረብ እንታይ ይከናወን ከም ዘሎ፣ እንታይ ይጎድል ከም ዘሎ እውን ኣጸቢቑ ዝተረድእ ኣይነበረን ማለት እዩ። ስለዚ መን ከም ብኸመይ መንገዲ ሕጂ እውን ከም ዝተለወጠ እውን ኣይፈለጥን። ኦረዲ ካብቲ ታሪኽ ንሪኦ ክንሪኦ ከለና እቲ መርዓ ነዊሕ ከም ዝኸደ እቲ ሴሮም እቲ ፊስት ማለት እዩ ስነ ስርዓት ነዊሕ ከም ዝኸደ እቲ ታሪኽ ርዳእና እዩ ምክንያቱ ተወዲኡ ክትብል ከለኻስ ክትጅምርን ክትውድእን ኣይከውንን እዩ መችም ሓቀይ ምሽ ስለዚ እቲ ሰባት ክዕድሙ ከለውን ንገዛእ ርሶም ኣፀቢቆም እቲ ቁፅሪ ናይቲ ሰብ ኣፀቢቆም እዮም ዝፈልጥዎ ማለት እዩ መን ተዓዲሙ መን ኣይተዓድመን በቲ ናይ ቀደም ታሪክ እንድሕር ከይና መን ዕዱም ዕድሞም ኣፀቢቆም ይግምግሙ እዮም ፈልጡ እዮም ማለት እዩ ንእግረ መንገዱ ዝመፅእ ሰብ ብዙሕ ኣይነበረን ማለት እዩ ስለዚ ነዊሕ ከም ዝኸደት እቲ እቲ ወይኒ ግን ኣብ መንጎ ከም ዝተወድአ እቲ ታሪክ ይነግረና ስለዚ ኣቦ ዳስ ከም ዝተገረመ ንመርዓዊ ፀዊዒ እውን ብግምጣሉ እዩ ኣብዚ ገዛ እዚሲ ኣብ ካልእ ንሕና ንፈልጦ ምስ ሰብ ምስ ሰተየ ቁሩብ ምስ ከደ ኢኻ እቲ እቲ ቅጥን ዝበለ ተምፃሉ እቲ ድሓን ዝኾነ ኣብዚ ግን ነቲ ጥዑም ወይኒ ኣጽኒሕካዮ ኣብ መወዳእታ ጌርካ ኢሉ ከም ዝተገረመ እቲ ታሪኽ ይነግረና ማለት እዩ። ኣብቲ ዳስ እዚ ግን በንጻሩ እቲ ጥዑም ወይኒ ብድሕሪት እንዳጠዓመ ከምዚ እንዳጠዓመ ከደ እንዳበላ እየን ምስተዕልላ ኣዴታትና እንዳጠዓመ ከደ። ኣምላኽ ዝተመስገነ ይኹን ምናልባት ካብዚ ሓሳብ ወይ ካብዚ ምኽሪ እዚ ዝተወስደ ክኸውን ይኽእል እዩ። ኣቦ ዳስ እቲ ጥዑም ወይኒ ካበይ ምካኑ ኣይፈለጠን ናይ መጀመርታ ታኣምራት ናይ ጎይታና ኣብ ቃና ናይ ጋሊላ ገበሮ እቲ መርዓ ዝበለጸ ኮነ እቲ ሕፍረትን ውርደትን ዳሓን ካብ ውርደትን ሕፍረትን ዳሓኑ ካብ ሕማቅ መዘከርታ ድማ ዳሓኑ ይብለና ኣምላክ ዝተመስገነ ይኩን ስለዚ እቲ መርዓ መዛዘሚኡ እንታይ እዩ ኮይኑ ሓጎስ እዩ ኮይኑ ምሉእ እዩ ኮይኑ እግዚኣብሔር ዝተመስገነ ይኹን እቲ ናይ እግዚኣብሔር ውህበት ኩሉ ግዜ እንታይ እዩ ምሉእ እዩ ኣምላኽ ዝተመስገነ ይኹን ሰናይ እዩ እንደገና ከዓ እንታይ እዩ ምሉእ እዩ ጎደሎ ዘይብሉ እግዚኣብሔር ዝተመስገነ ይኹን ክብረቱ ንደቀ መዛሙርቱ ኣርኣዮም ደቀ መዛሙርቱ ብኡ ኣመኑ ንሱ ወዲ ህያው ኣምላኽ ምዃኑ ኣመን እቲ ታሪክ ክነጠቃልሎ ከለና እንታይ ክልተ ነገር ኣነ ካብኡ ከውጽእ ይኽእል ብዙሕ ኣርእስቲ ክት ኣውጺኻ ክትዛረበሉ ትኽእል ምዕራፍ እቲ ክፍሊ እዩ ግን በቲ ሓደ ወገን እቲ መርዓ የሱስ ክርስቶስ ከም ሰብ ኣብኡ ዕዱም ስለ ዝነበረ ነቲ መርዓ ከም ዝተበጀዎ ማለት እዩ ኣምላኽ ዝተመስገነ ይኹን ምሉእ ከም ዝገበሮ ካብ ጉድለት ካብ ምውዳእ እንታይ ገይሩ ነታ ፋሚሊ ከም ዝተበጀዋ ይነግረና፣ በቲ ካልኣይ መንገዲ ኸኣ ደቀ መዛሙርቱ ኸኣ ምስኡ ስለ ዝነበሩ፣ ደቀ መዛሙርቱ ኸኣ ንሱ ወዲ ህያው ኣምላኽ ምዃኑ ንኽኣምኑ እውን እንታይ ገይርዎ እዩ? ሓጊዝዎ እዩ ማለት እዩ። እግዚኣብሔር ዝተመስገነ ይኹን። ስለዚ ናይ ሎሚ መልእኽተይ ከጠቓልል ከለኹ የሱስ ዝብለና ክንገብር ኩሉ ክንገብር ይግብኣና እዩ ኣምላኽ ዝተመስገነ ይኹን ካብዚ መርዓ እዚ እንመሃሮ እንተልዩ ዓቕሞም ዘፍቅዶ ከም ሰብ ተዳልዮም ሰብ ተዳልዮም እዮም ናይ ዓቕሚ ሰብ ግን እንታይ እዩ ውሱን እዩ ጎደሎ እዩ መንገድኻ ንእግዚኣብሔር ኣማዕቁቦ ኣብኡ ተወከል ንሱ እውን ከስልጠልካ እዩ ንጸሊ። ሃሌሉያ። እስኪ ንጸሊ እስኪ ሕጂ ከዓ እግዚኣብሔር ዝተመስገነ ይኹን መቸም ነብሲ ወከፍና ሕቶ ዝኾነና ከም ሓሳብና ከም መደብና ዘይኮነልና በቲ ንሕና ንኣምነሉ መንገዲ በቲ ንሕና ቅኑዕ እዩ ዝበልናዮ ዝተዳለናሉ ዝጀመርናዮ ዝወጠናዮ ኣብ ህይወትና ብዙሕ ነገራት ከም ዘለና ዝተመነናዮ ኣሎ ከም ሰብ ርእስና እውን ብገዛእ ርእስና ቅኑዕ እዩ ዝበልናዮ እውን ክነፀብቆ ክነዕርዮ ክነስተኻኽሎ ኢልና ዝሓሰብናዮ ዝሓንፀፅናዮ ግን ከምቲ ዝደለናዮን ዝተመነናዮን ከም ድልየትና ዘይክኸውን ይኽእል እዩ። እግዚኣብሔር ዝተመስገን ይኹን። ስለዚ ሕጂ ኣብዛ ሰዓት እዚኣ እንመሃሮ ካብዚ ክፍሊ እዚ እንመሃሮ ነገር እንተ ደኣ ሃልዩ ኮይኑ እዚ በዓል ውራይ ዳስ ክገብር ከሎ፣ መርዓ ክገብር ከሎ፣ ክዕድም ከሎ፣ ምሳይ ተሓጎሱ ክብል ከሎ፣ ዝብላዕ ዝሰተ ክቕርብ ከሎ፣ ኣብ ናቱ ጥራሕ ኣይተሞርኮሰን። በቲ ናቱ ጥራሕ ከም ዝጽብቐሉ ዝተኣማመነ ኣይመስለን። ምኽንያቱ ንየሱስ ብምዕዳሙ። ኣምላኽ ዝተመስገነ ይኹን። ስለዚ ሎሚ እውን ንሕና ኣብ ህይወትና ኣብ ናብራና ብናይ ገዛእ ርእስና ሓሳብ ብናይ ገዛእ ርእስና ምኽሪ ዝመደብናዮ ዝወጠናዮ ምናልባት ከምዚ ታሪክ ዝረኣናዮ ዘንበብናዮ ከምኡ መታን ከይከውን መጀመርታ መንግስቲ ኣምላኽ ጽድቅን ድለ እዩ ዝብለና ናይ እግዚኣብሔር ቃል ኣምላኽ ዝተመስገነ ይኹን ስለዚ ኩሉ ግዜ ኣብ ንገብሮ ኣብ ንውጥኖ ኣብ ንሓስቦ ኣብ ንምድቦ ኩሉ ግዜ ንእግዚኣብሔር ኣሕሊፍና ክንህብ ይምህረና እግዚኣብሔር ኣምላኽና ደጊምና በዛ ሰዓት እዚኣ ኣብ ስም የሱስ ክርስቶስ ነመስግነካ ኣሎና ምሕረትካ ስለ ዝበዝሐ እግዚኣብሔር ጸጋኻ ስለ ዝበዝሐ እግዚኣብሔር ኣምላኽና እንሆ ብሕይወት ተሓሊና እሞ ኣለና እሞ ነመስግነካ ኣሎና እግዚኣብሔር እዚ ዘንበብናዮ ክፍሊ ብሓቂ እግዚኣብሔር ኣምላኸይ ነቲ ማይ ናብ ወይኒ ብምልዋጥካ ምልክት ናይ ደምካ እዩ እሞ እግዚኣብሔር ኣምላኽና ነመስግነካ ኣሎና ምልክት ናይ ደምካ እቲ ብሓቂ ናብ ጽድቂ ዘብጽሕ ናብ መፈጸምታ ዘብጽሕ ብሓቂ እግዚኣብሄር ኣምላኸይ እቲ ብደም ወድኻ የሱስ ክርስቶስ ዝተረኽበ ጽድቂ ጥራሕ ከም ዝኾነ እግዚኣብሄር በቲ ዝፈሰሰ ደም ወድኻ የሱስ ክርስቶስ ብዛዕባ እቲ ዝፈስስ ደምካ ንእግረ መንገድኻ እውን እግዚኣብሄር ክትገልጾ ኢልካ እግዚኣብሄር ኣምላኸይ እንሆ ዝገበርካዮ ስለ ዝኾነ እዚ ተኣምራት እዚ ነመስግነካ ኣሎና ሕጊ ብምፍጻም ብስጋ ዝጸድቕ ዋላ ሓደ የልቦን ተባሂሉ ተጻሒፉ ኣሎ። ስለዚ ኣምላኽናን ጎይታናን ደም ወድኻ የሱስ ክርስቶስ ግን ካብ ኩሉ ዓመጻን ሓጢኣትን የንጽህ። ስለዚ እግዚኣብሄር ኣምላኽና ንሕና እውን እግዚኣብሄር በቲ እግዚኣብሄር ኣምላኸይ እንሆ ዘፍሰስካዮ ደም እግዚኣብሔር ሕድገት ሓጢኣት ረኺብና እግዚኣብሔር ጽድቅና ድማ እግዚኣብሔር ምሉእ ስለ ዝኾነ እግዚኣብሔር ኣምላኽና ነመስግነካ ኩሉ ክብሪ ዘበለ ኩሉ ምስጋና ንዓኻ ንበይንኻ ብሽም የሱስ ክርስቶስ ይኹን ኣሜን።